ክቡራት ተኸታተልትና ዕለታዊ ዜናታት ስፖርት ቀሪበልኩም ኣለኹሞ ክትከታተሉና ብክብሪ ዕድመኩም ሪያል ማድሪድ ንካርሎ ኣንቸሎቲ ክሳብ 224 ቆፂራቶ ሪያል ማድሪድ ንካርሎ ኣንቸሎቲ ንሰለስተ ዓመት ክሳብ ክልተ ሽሕን ዕስራን ኣርባዕተን ኣሰልጣኒ እታ ክለብ ክኸውን ከም ዝቖጸረቶ ኣረጋጊጻ። ኣንቸሎቲ ንዘኔዲን ዚዳን ንምትካእ ናብ ሪያል ማድሪድ ተመሊሱ። እዚ ኢጣልያዊ ኣሰልጣኒ ንመበል ካልኣይ ግዜኡ እዩ ነዛ ዓባይ ክለብ ዘሰልጥና ዘሎ። ፋልማይ ግዜ ካብ ክልተ ሽሕን ዓሰርተ ሰለስተን ክሳብ ክልተ ሽሕን ዓሰርተ ሓሙሽተን ከም ዘሰልጠና ይዝከር። ኣብቲ ግዜ እቲ ድማ ምስ ክለቡ ኣርባዕተ ጽዋዕ እዚ ማለት ቻምፕዮንስ ሊግ፣ ኮፓ ደል ረይ፣ ዩሮፕያን ሱፐር ካፕ ከምኡ'ውን ናይ ክለባት ዋንጫ ዓለም ከም ዝዓተረ ይዝከር። እዚ ነበር ኣሰልጣኒ ክለብ ኤስ ሚላን ምስ ኤቨርተን ክሳብ ክልተ ሽሕን ዕስራን ኣርባዕተን ውዕል ስለ ዝነበሮ፣ ሪያል ማድሪድ ነዛ ኢንግሊዛዊት ክለብ ክንደይ ከም ዝኸፈለታ ክሳብ ሕጂ ኣይተገልጸን። ኣንቸሎቲ ምስ ኤቨርተን ኣብ ዓመት ዓሰርተ ክልተ ሚልዮን ዩሮ ይኽፈል ከምዝነበረ ይፍለጥ። ብመሰረት ሓበሬታ ሪያል ማድሪድ ሎሚ ረቡዕ ምስ ፕረዚደንት እታ ክለብ ፍሎረንቲኖ ፐረዝ ናብ ማዕከናት ዜና ክቐርብ ከምዝኾነ ተገሊጹ። ኣጉዌሮ ነቲ ናይ ቁልዕነቱ ሕልሙ ጋህዲ ክገብሮ ብምኽኣሉ ተሓጒሱ። እዚ ኣርጀንቲናዊ ኣጥቃዒ ምስታ ክለብ ንኽልተ ዓመት ዝኣክል ውዕል ድሕሪ ምፍራሙ፣ ምስ ሊዮነል መሲ ኣብ ካምፕ ኖው ክጻወት ተስፋ ገይሩ ከምዘሎ ይግለጽ። እዚ ኣርጀንቲናዊ ኣጥቃዒ ምስ ባርሳ ንኽልተ ዓመት ዝኣክል ውዕል ድሕሪ ምፍራሙ፣ ምስ ሊዮነል መሲ ኣብ ካምፕ ኖው ክጻወት ተስፋ ገይሩ ከምዘሎ ይግለጽ። ሰርጆ ኣጉዌሮ ካብ ህጻንነቱ ወዲ ዓሰርተ ኣርባዕተ ዓመት እንከሎ ኣትሒዙ ምስ ባርሰሎና ክጻወት ድሌት ስለዝነበሮ፣ ነቲ ዝተቐረበሉ ዕድመ ካብ ምቕባል ድሕር ከምዘይበለ ገሊጹ። እዚ ኣርጀንቲናዊ ተጻዋታይ ቅድሚ ናብ ባርሰሎና ምስግጋሩ ንሓያሎ ኣዋርሕ ስሙ ምስ እዛ ስጳኛዊት ክለብ ክጽዋዕ ከም ዝጸንሐ እዩ ዝፍለጥ። ኮይኑ ድማ ድሕሪ ካብ ማንቸስተር ሲቲ ምውጽኡ ብሶኒ ናብ ባርሰሎና ግዒዙ። ኣብ ፋልማይ ጋዜጣዊ መግለጺ ድማ ከምዚ ክብል ተዛሪቡ፣ ኣዝየ ሕጉስ እየ ዘለኹ። ነዛ ክለብ ዝከኣለኒ ኩሉ ክገብር እየ። ነዛ ክለብ ኣገዳሲ ነገራት ንኽትዕወት ክሕግዛ እየ። እዚ ንዓይ ዓቢ ሓጎስ እዩ። ንዓይ ባርሰሎና ኣብ ዓለም እታ ዝበለጸት ክለብ እያ። መሲ እውን ኣብኡ እዩ ዘሎ። ወሲኹ ድማ፣ ባርሳ ብዛዕባይ ምስ ሓተተት ሰጋእመጋእ እውን ኣይበልኩን። ንወኪለይ ምስ ባርሳ ጥራይ እምበር ምስ ካልእ ክለብ ክዘራረብ ከም ዘይደሊ ነጊረዮ፣ ክብል ተዛሪቡ። ምምጻእ ናይዚ ወዲ ሰላሳን ክልተን ዓመት ተጻዋታይ ናብ ካምፕ ኖው፣ ብጎኒ ምስ እቲ ኣብ ሃገራዊት ጋንታ ኣርጀንቲና ብጻዩ ዝኾነ ሊዮነል መሲ ክጻወት ክረኣ ከም ዝኽእል ይግለጽ። እንተኾነ ግን ዕዉት ባሎን ዲ'ኦር ሽዱሽተ ግዜ ዝኾነ ሊዮነል መሲ ኣብዚ ክረምቲ እዚ ውዕሉ ድሕሪ ምዝዛሙ ካብ ባርሳ ክወጽእ ከምዝኽእል ይግመት። ኣጉዌሮ ግና መሲ ኣብታ ጋንታ ክጸንሕ ተስፋ ገይሩ ከምዘሎ ገሊጹ። ምስ ሜሲ ብሓባር ምጽዋት ባህ ዘብልን ክብሪ ዝመልኦን ክኸውን እዩ። ንነዊሕ እዋን እየ ዝፈልጦ፣ ከም ዝመስለኒ ኣብዚ ክጸንሕ እዩ። ቀጺሉ ድማ ምስ ሜሲ መዓልታዊ ኢና ንዘራረብ፣ ኣብታ ናይ መወዳእታ መልእኽቲ ዝጸሓፈለይ ከኣ እንቋዕ ሓጎሰካ በለኒ። ንነዊሕ እዋን ሓድሕድና ንፋለጥ ኢና። ንዓይ ኣብዚ ግዜ እዚ መዓልታዊ ምስኡ ምጽዋት ከምኡ እውን ልምምድ ምግባር ኣጸቢቑ ክፈዅሰኒ እዩ ክብል ገሊጹ። እዚ ነበር ኮኾብ ተጻዋታይ ኣትለቲኮ ማድሪድ ምስ ባርሰሎና ክሳብ ክረምቲ ክልተ ሽሕን ዕስራን ሰለስተን ውዕል ከምዝፈረመ ተረጋጊጹ። ካብ ዜናታት ባርሰሎና ከይወጻና እንከለና፣ ላፖርታ፣ ባርሰሎና ዝያዳ ተጻወትቲ ከም ተፈርም ተማጻቢዑ። ሓድሽ ፕረዚደንት ባርሰሎና ጆኣን ላፖርታ፣ ኣብዚ ክረምቲ እዚ ብድሕሪ ሰርጂዮ ኣጉዌሮ ተወሳኺ ሓደሽቲ ተጻወትቲ ከም ዘፈርም ተማጻቢዑ። ከም ዝተረጋገጸ ድማ፣ ስጳኛዊ ተኸላኸላይ ኤሪክ ጋርሽያ ካብ ማንቸስተር ሲቲ ናብ ባርሰሎና ብናጻ መስርሕ ምስግጋር ከም ዝተጸንበረ ተገሊጹ። ብመሰረት ጸብጻብ ዲያርዮ ኤኤስ፣ ጋርሽያ፣ ኣብ ካምፕ ኖው ናይ ሓሙሽተ ዓመት ውዕል ከምዝፈረመት ተገሊጹ። ባርሰሎና ብድሕሪ'ቲ ኣብዚ ዓመት ስፖርት'ዚ ዘመዝገበቶ ትሕት ብቕዓት፣ እዚ ማለት ሳልሳይ ደረጃ ሒዛ ላሊጋ ድሕሪ ምዝዛማ ከምኡ'ውን ካብ ውድድር ቻምፕዮንስ ሊግ ብእዋኑ ድሕሪ ምስንባታ፣ ኣብዚ ዝመጽእ ክረምታዊ ምስግጋር ተጻወትቲ ዓበይቲ ለውጥታት ከምትገብር ገሊጻ። እዛ ካታሎናዊት ክለብ ኣብዚ ክረምቲ እዚ ንኮኾብ ተጻዋታይ ሊዮን መምፊስ ዴፓይ ከምኡ'ውን ንተጻዋታይ ሊቨርፑል ጂኒ ዊናልዱም ክተፈርም ተቓሪባ ከምዘላ ይንገር። እዞም ጽምዲ ኔዘርላንዳውያን ተጻወትቲ ነፍሲ ወከፎም ኣብ ዝመጽእ ወርሒ ውዕሎ ምስ ክለባቶም ምስ ኣብቅዐ ብነጻ ክርከቡ ከምዝኽእሉ እዩ ዝፍለጥ። እዚ ከምዚ ኢሉ እንከሎ እውን ብራዚላዊ ተኸላኻላይ ኤመርሰን ካብ ሪያል ቤትስ ናብ ባርሰሎና ብ ትሽዓተ ሚልዮን ዩሮ ክሰጋገር ተቓሪቡ ከምዘሎ እውን ተገሊፁ። ብዘይካዚ እውን ባርሰሎና ንሊዮነል መሲ ውዕሉ ኣብዚ ክረምቲ እዚ ቅድሚ ምውድኡ ሓድሽ ውዕል ንኽፍርም ክተእምኖ ተስፋ ገይራ ከምዘላ ይግለፅ። ሕጂ ድማ ናብ ሓጸርቲ ዜናታት ምስጋር ተጻወቲ ክነስግረኩም። ኢንተር ንሃኪሚ ሰማንያ ሚልዮን ዩሮ ትጠልብ። ብመሰረት ሓበሬታ ኮሬረ ደሎ ስፖርት ኢንተር ንኣሽራፍ ሃኪም ትሕቲ ሰማንያ ሚልዮን ዩሮ ከም ዘይትሸጦ ገሊጻ። ክለባት ፒኤስጂን ሪያል ማድሪድን ኣርሰናል ከምኡ'ውን ቸልሲ ኣብ ልዕሊኡ ተገዳስነት ኣርእየን ከም ዘለዋ ተገሊጹ። እንተኾነ ግን ክለቡ ኢንተር ሚላን ኣብዚ ክረምቲ እዚ ብትሑት ዋጋ ከምዘይትሰዶ እያ ትገልጽ። ብኻልእ ሸንኽ ድማ ብመሰረት እቲ ውሩይ ኢጣልያዊ ጋዜጠኛ ፋብሪሲዮ ሮማኖ፣ ፒኤስጂ ንኣሽራፍ ሃኪም ካብ ኢንተር ክተፈርሞ ትሰርሕ ከምዘላ ገሊጹ። ፒኤስጂ ነቲ ሰማንያ ሚልዮን ዝተተመነ ዋጋ ሃኪም ክትከፍሎ ትዳሎ ከምዘላ ተገሊጹ። ቸልሲ ኣብ ልዕሊ ሃኪሚ ተገዳስነት እንኳ እንተሃለዋ ነቲ ናይ ምስግጋር ቅድድም ግን ፒኤስጂ ትመርሖ ከምዘላ እዩ ዝፍለጥ። ኣርሰናል ንሓላዊ ልዳት ኣያክስ ክተፈርም ትቀራረብ። ብመሰረት ዳች ኣውትለት፣ ሓላዊ ልዳት ኣያክስ ኣንድረ ኦናና ኣብዚ ክረምቲ ናብ ኣርሰናል ክሰጋገር ተቓሪቡ ከምዘሎ ተገሊጹ። ኦናና ኣብዚ ግዜ እዚ ብሰንኪ ክልኩል ባእታ ኣብ ሽንቱ መርመራ ብምርካቡ ንዓሰርተ ክልተ ኣዋርሕ ብማሕበር ኩዕሶ እግሪ ኤውሮጳ ዩኤፋ ካብ ኩዕሶ እግሪ ከምተወንዘፈ ይፍለጥ። እዚ ክሳብ ለካቲት ክልተ ሺሕን ዕስራን ክልተን ካብ ኩዕሶ እግሪ ዝተወንዘፈ ሓላዊ ልዳት ኣብዚ ግዜ እዚ ምስታ ናይ ትሕቲ ዕድመ ክለብ ኣያክስ ልምምድ የካይድ ከም ዘሎ ይፍለጥ። እዚ ካሜሮናዊ ሓላዊ ልዳት ዋግኡ ካብ ሸውዓተ ክሳብ ትሽዓተ ሚልዮን ዩሮ ከም ዝኾነ ይግመት። ብ ክልተ ሽሕን ዓሰርተ ሓሙሽተን ካብ ባርሰሎና ናብ ኣያክስ ዝተሰጋገረ ኦናና ምስ ኣያክስ ክልተ ሚእትን ኣርባዕተን ጸወታታት ከም ዘካየደ ይፍለጥ። ምስ ክለቡ ተዓዋቲ ክልተ ግዜ ውድድር ኤርዲቪዚ ከም ዝኾነ ይፍለጥ። ባርሰሎና ንዶናሩማ ናይ ዓሰርተ ሚልዮን ዩሮ ደሞዝ ቀሪባትሉ። ክለባት ፒኤስጂ ከምኡ'ውን ጁቬንቱስ ኣብ ዝሓላ ውሉዳት ተገዳስነት ኣሕዲረን እኳ እንተሃለዋ፣ እንተኾነ ግን ዝወሰድኦ ስጉምቲ ከምዘየለ እዩ ዝግለጽ። ብመሰረት ቱቶ ማርካቶ፣ ባርሰሎና ንጃንሉጂ ዶናሩማ ናይ ሓሙሽተ ዓመት ውዕል ቀሪባትሉ ከምዘላ ተገሊጹ። ባርሰሎና ንዝሓላ ውሉዳት ኣብ ዓመት ዓሰርተ ሚልዮን ክትከፍሎ ፍቓደኛ እኳ እንተሃለወት፣ እንተኾነ ግን ብዘይካኣ ካልኦት ክለባት ኣብ ልዕሊ ዝሓላ ውሉዳት ተገዳስነት ኣሕዲረን ከምዘለዋ ይፍለጥ። ጁቬንቱስን ፒኤስጂን እውን ተገዳስነት የርእያ እኳ እንተሃለዋ፣ ናብ ወኪል እቲ ተጻዋታይ ግን ከም ዘይቀረባ'ዩ ዝግለጽ። ኤሲ ሚላን ንኣከፋፋሊ ሴቪያ ኣብ ታርጌት የእትያቶ። ኤሲ ሚላን ንኮኾብ ተጻዋታይ ሴቪያ ፓፑ ጎመዝ ክተሰጋግሮ ትሓስብ ከም ዘላ ሙንዶ ዲፖርቲቮ ገሊጻ። ሮዞነሪ ኣብዚ ክረምቲ እዚ ንሃካን ቻልሃኖግሉ ክትኮስሮ ስለ ዝኾነት ንዕኡ ዝትክእ ኣከፋፋሊ ትናዲ ከም ዘላ ተገሊጹ። ወዲ ሰላሳን ሰለስተን ዓመት ኣርጀንቲናዊ ፓፑ ጎመዝ ኣብ ዝሓለፈ ጥሪ ካብ ኣትላንታ ናብ ሴቪያ ከም ዝተሰጋገረ ይዝከር፣ ምስታ ስጳኛዊት ክለብ ናይ ሰለስተ ዓመት ውዕል ከም ዝፈረመ ይፍለጥ። ሚኪታርያን ምስ ሮማ ውዕሉ ኣሐዲሱ። ብመሰረት ጸብጻብ ኤል ቴምፖ፣ ኣርሜናዊ ተጻዋታይ ሄንሪክ ሚኪታርያን ብድሕሪ'ታ ኢጣልያዊት ክለቡ ሮማ ዝገበረትሉ ናይ ደሞዝ ወሰኽ፣ ምስታ ጋንታ ውዕሉ ከሐድስ ከምዝተሰማምዐ ተገሊጹ። ንሓደ ዓመት ውዕሉ ዘሐድስ ሚክታርያን ምስ ክለቡ ብድሕሪ'ዚ'ውን ከም ምርጭኡ ንተወሳኺ ዓመት ከሐድስ ከምዝኽእል'ውን ተገሊጹ። ሓድሽ ኣሰልጣኒ ሮማ ሆዚ መሪኖ ንሚክታርያን ኣብታ ጋንታ ቦታ ከምዘለዎ ከምዘረጋገጸሉ ይፍለጥ። ካብ ዜናታት ሮማ ከይወጻና ኤቨርተን ንፔድሮ ትከታተሎ። ብመሰረት ሓበሬታ ካልችዮ ማርካቶ ኤቨርተን ንናይ ክንፊ ተጻዋታይ ሮማ ዝኾነ ፔድሮ ትከታተሎ ከምዘላ ተገሊጹ። ኤቨርተን ንነበር ኮኾብ ተጻዋታይ ቸልሲ ኣብዚ ክረምቲ እዚ ናብ ፕሪመር ሊግ ክትመልሶ ትሓስብ ከምዘላ ይግለጽ። ወዲ ሰላሳን ሓሙሽተን ዓመት ፔድሮ ሮድሪገዝ ምስ ክለቡ ሮማ ውዕሉ ከብቅዕ ክልተ ዓመት ተሪፍዎ ከምዘሎ ይፍለጥ። ኣብ ዝሓለፈ ዓመት ስፖርት ኣብ ዘካየደን ዕስራን ሸውዓተን ግጥማት ሰሪኣ ሓሙሽተ ሸቶታት ከም ዘመዝገበ ይዝከር። ኣብርሃም ዋግኡ ብኣርብዓ ሚልዮን ፓውንድ ክሽየጥ ተተሚኑ። ዘ ቴሌግራፍ ከም ዝገለጸቶ ቸልሲ ካብቲ ምስ ታሚ ኣብርሃም እተተሓዘ ዝኾነ ይኹን ውዕል ኣርብዓ ሚልዮን ፓውንድ ክትሓትት ከም ዝኾነት ገሊጻ። እዚ ኣጥቃዓይ ኣብቲ ብቀዳም ዝተኻየደ ግጥም ፍጻሜ ቻምፕየንስ ሊግ ምስቶም ዕስራን ሰለስተን ኣባላት ተጻወቲ እታ ጋንታ ከምዘይነበረ እዩ ዝፍለጥ። እዚ እንግሊዛዊ ኣጥቃዓይ ኣብዚ ክረምቲ እዚ ካብ ክለቡ ክለቅቕ ትጽቢት ተገይርሉ ከምዘሎ ይፍለጥ። ዋላኳ ኣብዚ ዓመት ስፖርት እዚ ኣብ ብዙሕ ጸወታታት እንተዘይተሰለፈ ብትሑት ዋጋ ከምዘሽየጥ እዩ ዝግለጽ። እዚ ኣጥቃዓይ ኣብ ዝሓለፈ ዓመት ስፖርት ክልተ ሽሕን ዓሰርተ ትሽዓተን ክልተ ሽሕን ዕስራን፣ ኣብ ትሕቲ ኣሰልጣኒ ፍራንክ ላምፓርድ ኣብ ዘካየደን ሰላሳን ኣርባዕተን ግጥማት ፕሪምየር ሊግ ዓሰርተ ሓሙሽተ ሸቶታት ከም ዘመዝገበ ይዝከር። ክለባት ሌስተር ሲቲ ከምኡ'ውን ዌስትሃም ኣብ ልዕሊ ኣብርሃም ተገዳስነት ኣሕዲረን ከም ዘለዋ ይግለጽ። ሚላን ተኸላኻላይ ቸልሲ ከም ዘፈረመቶ ተገሊጹ። ኤስ ሚላን ነቲ ካብ ጥሪ ኣትሒዙ ብልቓሕ ምስኣ ዝጻወት ዝነበረ ተጻዋታይ ቸልሲ ፊካዮ ቶሞሪ ብቐዋሚ ክተፈርሞ ከም ዝተሰማምዐት ተገሊጹ። ብመሰረት ጸብጻብ ካልቺዮ ማርካቶ፣ እታ ኣብ ትሕቲ ስቴፋኖ ፒዮሊ ንዝመጽእ ዓመት ስፖርት ናብ ውድድር ቻምፕየንስ ሊግ ዝተመልሰት ሚላን ምስ ቸልሲ ብዛዕባ እዚ ተኸላኸላይ ከምዝተሰማምዐት ተገሊጹ። ብድሕሪ ምፍራም ማይክ ሚንያን ሚላን ኣብዚ ክረምቲ ፊካዮ ቶመሪ መበል ካልኣይ ተጻዋታይ ዘፈረመቶ ከምዝኾነ ይግለጽ። ፊካዮ ቶመሪ ኣብ ዝሓለፈ ዓመት ስፖርት ሓደ ካብቶም ንክለቡ ሚላን ኣብ ሰሪኣ ካልኣይ ደረጃ ክትሕዝ ዓቢ ኣስተዋጽኦ ዝገበረ ተጻዋታይ ከምዝነበረ ይዝከር። ቶመሪ ምስ ሚላን ንሓሙሽተ ዓመት ውዕል ከም ዝፈረመ ተረጋጊጹ። እምበኣርከስ ክቡራት ተኻታተልትና ንሎሚ ቀሪበዮ ዝነበርኩ ዕለታዊ ዜናታት ስፖርት ነዚ ይመስል። ብኻልእ ትሕዝቶ ክሳብ ንረኽብ ሰስናዩ።